ዝመርጾ ምክንያቱ ኣተንሽን ሲከር ስለዝኾነ ደንቆሮ ናርሲስ ስለዝኾነ ኣብ ሂወቶም ወላ ሓንቲ ትርጉም ስለዘይብሎም ንሰባት ክጸርፉ ከለዉ ብዙሕ ሰብ ክእከብ ከሎ እንታይ ይመስሎም ናቱ ኤክስ ኣምጺኻ ክትጸርፋ ከለኻ ንሱ ከም ዝሰደደካ ንሱ ዝለኣኸካ እዩ ዝመስል ኣነ ንመሓዛይ ዝቆርቦ ሰብ ንኣብነት ንማዕበል እንድሕር መሓዛይ ኮይኑ ምስ ማዕበል ዝነበረት ዓርኩ እንድሕር ኣልዒለ ይጸርፋ ኣለኹ ኮይነ እንድሕር የዋርዳ ኣለኹ ኮይነ ማዕበል ዝለኣኸኒ እዩ ዝመስል ተላኢኸ ንኾና ኣይፈልጥን እየ ግን ዝኾነ ሰብ ካኣ ዓርክኻ ዝነበረ ምሳኻ ዝነበረ ኣብ ሶሻል ሚድያ ወጺኻ ብሰብ ጌርካ ኣይጽረፍን እዩ ኣነ ብጣዕሚ እዩ ዘጽልኣኒ ሰ ጽቡቃት ንሕና መንእሰያት ኢና ኤርትራውያን መንእሰያት ኢና ብኤርትራውነትካ ትኾርዕ መንግስቲ ብዘይገድስ ተቃዋማይ ኩን ደጋፋይ ኩን ብኤርትራውነትካ ትኾርዕ ትኾንካ እዛ ኣካይዳ ኣብ ሶሻል ሚድያ ደላ ንዕርያ ደቂ ኤረይ ንመለስ ናብ ቀደምና፣ ሰሓቕቲ፣ ተጻወቲ፣ ተሓባበርቲ፣ ኣጆኹም በሃልቲ ደኣ ንኹን እምበር፣ ንሕዋትና ኣብ ኣፍሪቃ ዘለዉ፣ በቲ እንዳ ሞቱ፣ በቲ እንዳ ተቐትሉ፣ በቲ እንዳ ተዋረዱ፣ በቲ ተሸቑሪሮም እንዳ ነበሩስ፣ በዚ ከኣ መዕረፊ ክስእኑ፣ በዚ ከኣ ንሕና ከኣ ኣብ ሶሻል ሚድያ ወወጺና ከኣ ተሰርዑ ከም ዝኹኑ፣ መን ኢኺ ንስኺ ሓንቲ ገሽላዕ ዓሰቡት ክትውዕ ክትቆጽር ትውዕል ኣብዚ፣ ምስዚ ደቂሰ፣ ምስዚ ከምዚ ጌረ፣ ከምዚ ሰትየ፣ ከምዚ በሊዐ፣ ንስከር፣ ንስተ፣ ሓንቲ መዓልቲ፣ ከምዚ መንእሰያት ተጻዊተን ተዛናጊዔን ኢልካ ክንድዚ ክተዋርደን ክንድዚ ክትጸርፈንሲ ግቡእ ድዩ? እስኻትኩም ነዚ ክትድግፉ ነዚ ናይ ብሓቂ ትድግፉ ኢኹም? እቲ ኤርትራዊ ኣርቲስት ናህና ኣክንዲ ዝኸብር ኣክንዲ ኣጆኻ ዝበሃል ኣክንዲ እንዳተቃለሰ ብዝከኣሎ እንተይትመንት ብዝከኣሎ ምዝንጋዕ እንዳምጹልና ውርደት ክቕበሉ ጸርፊ ክቕበሉ ካብ ሓንቲ ጎተቴ ስኢላ ወላ ሓንቲ ክስታይ ዘይብላ እስኻትኩም ከኣ ኣብኡ ኮንኩም ስፖርት ክትገብሩ እዚኣስ ፈየርያ ንነብስኹም ሞ ኣብ ጫማኦም እትዎ ኣብ ጫምኦም እትዎ እዞም ሰባት እዚኦም ገዛ ኸራይ ዘይብሎም ምኾኑ ሎም መዓንቲ ትስእ ምስ በለት ሓንቲ ንኣብነት ቆልዓ ዝብላዕ ዘይብሉ ትኾኑ ኣብ ኣፍሪቃ ተደርብያ ኣላ እንታይ ናብራ ትሕልፍ ኣላ ይንፈልጥ ኢና ብዝ ከኣሎም ዝሓመሙ ዘበሉ እንዳደገፉ ብዓቕሞም ኣርት እንዳምጹልና ኣታዊ ዘለዎ ውሕስነት ዘይብሉ ናብራ እንዳነበሩስ ኣብዚ እንዳነበርካ ጸላኢ ናይ ህዝቢ ኤርትራ ክትኮን ኣለካ። ጸላኢ ናይ ህዝቢ ኤርትራ ክትኮን ኣለካ ንባዕልኻ ካብኦም ዘይትሓይሽ እቲ እስኻ ትገብሮ ንዕኦም እሶም ጌሮሞ ኢልካ ከምዚ ጌርካ ክተዋርዶም ሓደ ሕሱር ዝኾንካ ውዱቕ ዝኾንካ ሰብ ሕልና ዘይብሉ ሰብ ካብ ኩሉ ዝኸፈኤ ሞራል ዘይብሉ ሕልና ዘይብሉ ሰብ እቲ ዝኸፈ ዓይነት ሰብ እዩ ናይቲ ሰብ ጌጋ ግን ኣይኮነን ንስኻትኩም ኣብዚ ትሰምዑ ዘለኹም ንስኻትኩም ኢኹም እዚ ንክኸውን ተፍቅዱ ዘለኹም ይመስለኩም ምኮኑ ንውልቃዊ ሰብ ትጸልእዎ ኣርቲስት ትኮውን ትቀናኣላ ጋል ኣንስተይቲ ክትጸርፍ ከላ ንፍዕቲ ትብላ ትህልዋ ትኮና እዚ መንፈስ ናይ ስድነት ግን ኣብቲ ናህና ኮሙኒቲ ይኣትው ኣሎ መንፈስ ናይ ፋልሉነት መንፈስ ናይ ጭምልቅና መንእሰይ ኤርትራ ማለት ኣብ ኣንጎሎ ተጠዊሉ ክራር ዝወቅዕ ዝስሕቅ ዝጻወት ንዓበይቲ ኣጥሒነን ክመጻ ከለዋ ተሸኪሙ ገዝኣን ዘብጽሕ እዚ እዩ መንእሰይ ኤርትራዊ። ብሊብያ ክመጽእ ከሎ ተሓቛቒፉን ተደጋጊፉን ዝመጽእ ኣብ ኢትዮጵያ ዘይትፈልጦም ኤርትራውያን ኣሕዋትካ ኣብ ገዛኻ እቲኻ ብሓንሳብ ተኣኪቡ ዝበልዕ እዚ ዓይነት መንእሰይ እዩ ዘለና ነዚ ባህሊ እዚ ንኽጠፍእ ግን ይስራሓሉ ኣሎ ብውልቃውያን ሓሳዳት ቡዳታት እቲ ዘስሕቆ ወደ ጻውቶ ጽቡቕ እዩ ኣብ ከምዚ ነገር መስመር ክሰግራ ከለዋ ግን እቲ ህዝቢ ብሓንሳብ ሓቢሩ ርፖርት ብምግባር ዲኹም ኣንፋሎ ብምግባር ዲኹም ንዓይ ይኹን ንማንም ሰብ ንማንም ሰብ ነቲ ትሑስታዊ መሰረታዊ ናይ ባህልና ናይ ካልቸርና ነገር ከበላሹ ከሎ ጠጠው ክትብሉ ክትክእሉ ኣለኩም ብጣዕሚ እየ ድሓዝን ኣነ ከም ኤርትራውያን ነቲ ኤርትራውነትና ታሕቲ ውሪድናዮ ኣብ ኢሮጳ ዘለና ነዚ ኤርትራውነት ኣጨማሊቕናዮ ሓደ መንእሰይ ምፅእ ተበለ ፅብቕ ተበለ ሕልፍ ተበለካ በየን ኣውርዶ በየን ኣኽፍኦ በየን የጸልሞ በየን ዳውን ንገብሮ ንስኻትኩም ኣብ ስለ ዘለኹም ንሓደ ሃታፍ ሃታፍ ምዃኑ ትፈልጥዎ ኢኹም ንመን ንመን ንፈልጦ ኢና መን ሓሳዊ መን ጥዕና ዘይብሉ ንፈልጦ ኢና ነዚ ዘይፈልጡ ህዝቢ ኣለውና ካብ ኤርትራ ውፅእ ኢሎም ንመጀመርታ ግዜ ኢንተርነት ከፊቶም ዝርእዩ ኣለውና ነዚታት ክርእዩ ነዚ እኮ እዮም ዝርእዩ ሓደ ኣርቲስት እሳቶም ኣኽቢሮም ዝርእይዎ ዝነበሩ ኣሜዚን ድብሎ ንብሮ ሓንቲ ገፋሕ ኣፋ ኣብዚ ኮይና ብዛዕባኡ ክትዛረብ ክሰምዑ ከለዎ ሰብ ዓበይቲ ኣለውና ዘይፈልጡ ኣለውና ዓበይቲ ነዚታት ነገር ክርእይዎ መጀመርታ ኣብ ኢትዮጵያ ድዮም ኣብ ኣፍሪቃ ድዮም ወጺኦም ክርእይዎ ከለዉ ዝስንብዱ ኣለዉ። ሰ ንስኻትኩም ከም ኤርትራውያን ብምንታይ ኢኹም ክትፍለጡ ትደልዩ? ከም ኤርትራውያንሲ መን እዩ ኣብ ላዕሊ ኮይኑ ንዓኹም ክገልጸኩም ትደልዩ? እዚ ድዩ? እዚ ከምዚ ዓይነት ንሓንቲ ተውርድ ንሓንቲ ትሕስር ንሓንቲ ተዋርድ ሽሞምን ዘይሽሞምን ጭብጢ ዘይብልካ ጭብጢ ቤሎ ቅድሚ ሕጂ ሰረቕቲ ተባሂሎም ኣበይ ኣሎ እቲ ዝሰረቕዎ ጭብጢ ሳቤሎ እቲ ጭብጢ በሎ ጭብጢ ኣሎ ድዩ? ጭብጢ እንድሕር ኣሎ ኮይኑ ሰራቂ እንድሕር ኮይኑ ክንፈልጦ ንሕና ከኣ ንደሊ ሰራቂ የለን ጭብጢ ዝብሃል ነገር የለን ሓደ ሰብ ሲ ኣብዚስ ነብሱ ቀቲሉ ካብ ነብሱ ምቕታል ንላዕሊ እንታይ እዩ ክገብረልኩም ደሊኹም ካብ ነብሱ ምቕታል ኣብዚኣ ሶሻል ሚድያ ነብሱ ቀቲሉ ሓደ ንእሽተይ መንእሰይ ህይወቱ ኣብ ቅድሚ እዩ ዘሎ ነብሱ ቀቲሉ በቲ ንሕና ኩላህና ንገብሮ ንሓደ ንሓደን ኢድና ዊጥ ክነብል ዘይኮና ኣብዚኣ ሶሪ ጋይስ ኣብዚኣ ነብሲ ቀቲሉ ካብዚ ንላዕለስ እንታይ ኢኹም ትደልዩ ዘለኹም ደመና ሃዲ ኢኹም ኮንኩም ተሪፍኩም ካብኡ ክንመሃር ኣይንኽእል ኣነ ንባዕለይ ስኻኡ ተማሂረ ካብኡ ንኒዮስ በቃ ክጥንቅቕ ኣለኒ ንመን እዛረብ ኣለኹ እንታይ ኣሎ ውሽጡ እንታይ ስምዖ ኣሎ ኣይፈልጥን እየ ወላ እቲ ሰብ ገጌኛ ይኹን ድሕ ጌጋ ገብር ኣሎ ኮይኑስ እስከ ጥንቅቕ ክብል የለስ ካብኡ ንኒዮስ ይጥንቅቕ ኣለኹ ብጣዕሚ ክዛረቦ ዝደሊ ነገር ኣፈይ ይሕዝ ተረዲኹምኒ ምክንያቱ ኩሉ ግዜ ኣብ ርእሰይ ስለ ዝመፀኒ እቲ ቆልዓ ማለት እዩ ትማሊ ትማሊ እዚኣ ሩታ ይመውት ኣለኹ ኢላ ነገራት ንሓቃ ትኹን ሓሳ እንድሕር ሓቂ ኮይኑ ድሕር መንእሰያት ከምዚ ይኾኑ ኣለዉ ኮይኖም ይህሰው ኣለዉ ኮይኖም ዋይና ማዕረ ከምዚ ቆፋኣት ንኸውን ዘለና ዋይና ማዕረ ከምዚ ዋይኹም ንሓደ ሰብ ከምዚ ገይሩ ሰባት ክበልዕ ኸም ቡዳ እንዳበልዐተን እንዳረኣኹማስ ዋይ ተፍቅዱ ኣለኹም ከምዚ ነገር ኣነ ኣይዶን ኣንደስታን I don't understand you guys ከምዚ ክተፍቅዱ ኣነ ኣይጽበየኩምኒ ኔረ ኣብ ናህና ኮሙኒቲ I'm so disappointed I'm so disappointed ኣብ ናህና ሶሻል ሚድያ ብሕልፊ ኣብ ቱክታክ ዘሎ መንእሰይ ሕልና ዘይብሉ ሞራል ዘይብሉ ዓገብ ዘይብል ፈታዊኹም ኣይትፈልጡ ጸላኢኹም ኣይትፈልጡ ሎማዓንቲ ካልእ ዛረባ ጽባሕ ካልእ ዛረባ ባዕለን ዝገብርኦ ንካልእ ሰብ ከይደን ይጸርፋ ብእቲ ሰን ልክዕ ዝገብርኦስ ንካልእ ሰብ ይጸርፎ እስኻትኩም ቀስ ኢልኩም ትሪኡ ኣንታይ ኢኹም ኮንኩም ደቂስኩም ዲኹም ደንዚዝኩም ዲኹም ኣይ ዶንት ኣንደርስታንድ ከም ኤርትራውያን ስድራና ከምዚ ኣይግብኦምን እዩ ሕብረተሰብና ከምዚ ኣይግብኦን እዩ ኦኬ ኣነ ከምዚ ዲስፕሊናዊት ስነ ስርዓታዊት ኮይነ ኮንኩን ከም ዝዛረብ ዘለኹ ግን ብዓቕመይ ብሕልናይ ግን መልሓሰይ ክዓፁ ይፍትን ናህና ኣርቲስት ድዮም ናህና ኮሚኒቲ ድዩ ናህና ዓበይቲ ድዩ ክትንክፍ ኣይፍትንን እየ ብዝከኣለኒ ኦነስ ኣውተንቲክ ዝኾነ ነገር እየ ክገብር ዝፍትን ዋይ ኢኹም ንስኻትኩም ከምኡ ክትገብሩ የትፍትኑ ዋይ ኢኹም ንስኻትኩም ንሰባት ጠጠው ክተብልዎም ዶ የትፍትኑ ሕማቕ ክገብሩ ከለዉ ንሰባት ዳውን ክገብሩ ከለዉ ዋይ ኢኹም ግደፍሉ የትብሎም እዚኦም ሕዋትና ኣብ ኣፍሪቃ ዘለዉ ከፊእዎም ዘሎ ብሽግሮም ገልታዕታዕ ዝብ ዘለውስ ንባዕልካ ቢሮ ጳፊካስ ኣብ ዓድኹም ወፂኹም ዘይምለሳ ዳ ዓዲ እንዳ ደይከዳ ደይከላለ ኣብኣ ከይደን ደኣ ደይነብራ ሰብ ተሓሲበን ዋጋ ሃልይዎን ኣይኮነን ዋግአን ብኣኹም እዩ ዝትመን ዋጋ ናተይ ብኣኹም እዩ ዝትመን እስኻትኩም ተደይ ሪኢኹምለይ ኣነ ዋጋ የብለይን እስኻትኩም ድሕር ንዓይ ኣንፋሎ ጌርኩም ንኹላትኩም ከድኩም ዋጋ ዝበሃል የብለይን ኣብ ሶሻል ሚድያ ዝሰምዓንን ዝርየንን ሰብ የለን ሰው እስኻትኩም ይኹም ንሰብ እቲ ትደልይዎ ትሕዝቶ ነቲ በዓል ድኳን ከፍሪ ከምዚ ትገብርዎ ዘለኹም ንስኻትኩም ኢኹም ንስኻትኩም ኢኹም ከምዚ ዓይነት ሉ መንእሰያት ዝሓመሙ ሕማም የብልኩም ተባሂሎም ክዋረዱ ንዝሓመመ ሰብ ክተጋላበጥ ንዝሓመመ ሰብ ክትሃርም ንካንሰር ዝሓመመት ክትጸርፍ ካንሰር የብልክን ዶ ባዕልኻ ሓዳግን ገበርትን ክኾና ዝፍት ናትኩም ፓወር ሒዝና ኢና ከምኡ ንገብር ንስኻትኩም ኢኹም ሓለፍቲ ናህና ንስኻትኩም ኣንፋሎ ኣንሰብስክራይብ እንድሕር ጌርኩምና ኣብዚ ሓይሊ ዘለዎ ሰብ የለን ሓይሊ ናትኩም እዩ ክትስሕቑ ክትብሉ ብደም ሰብ ብሂወት ሰብ ኣይትስሓቑ እዚኦም ኣሕዋትኩም እዮም ኣብ ኣፍሪቃ ዘለዉ እዚኦም ኣርቲስት ናህና ኣርቲስት ናህና ተሓቢኡ ድስቲ እዩ ዝውልውል ተሓቢኡ ፀብሒ እዩ ዝሰርሕ ገዛ እዩ ዘፅርይ ኣብ ዓመት ሓንሳብ ስራሕ ተረኪቡ ኣብ ዓመት ክልተ ግዜ እንድሕር ረኪቡ ዕድለኛ እዩ ንኣርት ንህዝቢ ንኣገልግሎት እዮም ዝገብርዎ ንዓኹም ከገልግሉ ንዓኹም ከዘናግዑ ንዓኹም ከብሉ ፍቕሪ ናይ ኣርት ስለ ዘለዎ እዮም ዝገብርዎ እምበር በቲ ዝሰርሕዎ ቅርሺ ኣይረኽቡን እዮም ኣይንርእየሎም ኢና ከማን ወረ ክንርኢና ንውዕል እዚ ስድነት ርድኣኩም ኮይኑ ድሕሪት ኣለኹም ፅባሕ ንጎ ደንግዩ ክርድኣኩም እዩ ከይትኩም ረኣይዎ ቪድዮን ንሰን ዝገብረኦ ቀዲመን ንሰን ዝገብረኦ ስድነት ንሰን ዝገብረኦ ርስሓት ንሓንቲ መንእሰይ ንእሽተይ ኮይና ትገብሮ ደላ ሳዕሲዓ ዶ ተሳኢላ ዶ ተወለዳ ጓዶ ተመርዔን ወሊደን ቆልዐ ተንተ ምምሃር ንህዝቢ ኤርትራ ፋሕ ብትን ንምባል እዩ ዳሲት ነቲ መንእሰይ ከመይ ጌርካ ውሽጢ ኣቲኻ ስሚ ስሚ ትምህሮ ነንሕድሕዱ ኩሉ ግዜ ብፀርፊ ከም ዘብል ትምህሮ እዚኣ ኮያ ዳሲት እቲ ዕላማ ኮሱ እዩ ካልእ ኣይኮነን ሶ ካብ ነብስኹም ዝሓለፈ ኤርትራውነትኩም ስድራኹም ንዓኹም እንድሕር ደኣ ዋጋ ኣለዎም ኮይኖም ክብረት ናይ ስድራኹም እንድሕር ድኣ ኣለኩም ኮይኑ፣ ሓልየት ናይ ሕብረተሰብኩም እንድሕር ድኣ ኣለኩም ኮይኑ፣ እዚ ህዝብናስ ከምዚ ኣይግብኦን እዩ ትብሉ ኮንኩም፣ ንዘረባኹም ንትርእይዎ ሰብ ደረጃ ግበርሉ። ኣይትስሓቑ፣ ክጻወት እይኮነን። ንሰባት ኣይት ኣይት ቡሊ ቡሊ ምግባርን ግን ክልተ ዝተፈላለየ ነገር እዩ። ቡሊ ሰብ ክገብር ተፍቅዱ ዘለኹም ከኣ ንስኻትኩም ኢኹም። ተኣኪብኩም እንድሕር ኣነ ብዚ ዝፈልጦን ዘይፈልጦን ብሓደ ዘይፈልጦ ሰብ ብሕስድና ተባዒጠ ካባይ ጸቢቓ ካባይ በሊጻ ካባይ ሸኲራ ኢለ ከውርዳ ይፍትን ኣለኹ። ብቃንዛኣን ብክስታያን ክመጻ ይፍትን ኣለኹ ከምዝኻ ተፍቅዱ እንድሕር ደኣ ኮንኩም ንስኻትኩም ንስኻትኩም ኢኹም ፓወር ትቡኒ ደለኹም ንዓይ ሸሞንተ ሚእቲ ሰባት ትሪእኒ ኣለኹም ኣብዚ እስኹም ድሕር ደይ ሪእኹምኒ ኣብዚ ዓፊረ ኣይዓፊረ ወላ ሓንቲ ክስታይ የብለይን። So ኣንፋሎው ምግባር ልመዱ ኣነ እንድሕር ድኣ ድኮነ ነገር ጌርኩም ኣንፋሎው ምግባር ማለት እቲ ህዝቢ ድምጹ ምስማዕ ማለት እዩ ወይ ነቲ ዩቱብ ኣብታ ዩቱብ እንድያ ገንዘብ ትእቱ ኣነ እንድሕር ሕማቅ ጌረኩም ኣብ ቲክታክ ደይኮነ ኣብ ዩቱብ ከይከም ኣንፋሎው ትገብሩኒ እዚ ኩሉ ዝገብር ዘሎ ዩቱብ እዩ ኣብ ዝተሰርሐ ቪድዮ ኣብ ዩቱብ ስለ ዝኣቱ ነተን ዘይጠቅማ ሓሙሽተ ሚእቲ ድን ሸውዓተ ሚእቲ ድን ክብል ሕብረተሰብ ትንክፍ ትሊኻ ሰባት ትትንክፍ እንድሕር ኣለኻ ኮንካ ኣብዚ ደይኮንኩም ኣንፋሎው ትገብሩኒ ኣብ ዩቱብ ከይድኩም ኢኹም ኣንፋሎው ትገብሩኒ ኣብ ዩቱብ ከይድኩም ኣነ ንስኻትኩም ዘይትደልይዎ ሰብ ኮሙኒትኹም ድዩ ሕብረተሰብኩም ድዩ ድሕሪ ተንኪፈልኩም ኣንፋሎ ትገብሩኒ ከምኣ ከኣ ነቶም ካልኦት ትገብርዎም ንስኻትኩም ኢኹም ነዚ ሶሻል ሚድያ ትዝውርዎ ኣነ ብጣዕሚ ይሓዝን ኣለኹ ላይ ከም መንእሰይሲ በዚኦም ኣብ ኤሮጳ ዘለና መንእሰያት ኣያም ሶ ሶ ሶ ሳድ ብጣዕሚ ሓዚነ ዩ ኖ ናህና ኣርቲስት ይዋረዱ ናህና ፖለቲከኛታት ይዋረዱ ነኽብሮ ሰብ ኣለና ዶ ሓደ እስከ ነኽብሮ ሰብሲ እዚ ሰብ እዚ ሲ ነኽብሮ ኢና ዝኸብር ሰብ የለን እቲ ወላ ምስ ሰብኣይ ትሰማማዕ ሲ እትሊስ ኣኽብርካያ ትኸድ ኢኻ ወላ እቲ ናቱ ኣርት ኣይትፍተወስ ኣኽብርካ ሓምሳ ዓመት ኣብ ሙዚቃ ዘሕለፈት ጓል ኣንሰይቲ ሽማዕ ኢልካ ኣነ ይፈትዋን እየ ፈቲኺ ፈቲኺ እንታይ ትምልላ ገዓት ድርባይ እንታይ ትምልላ እስኺ ፈቲኺ ፈቲኺ እቲ ዕላማ እንታይ እዩ ከመይ ጌርካ ንዓ ዳውን ትገብራ ኣብ ሓንጎል ሰባት ከመይ ጌርካ ተውርዳ ንምንታይ ድዮም ልፕስቲክ ሒዞም መፂኦም ሓንቲ ፅብቕቲ ጓል ምስታ ልፕስቲክ ዝገብርዋ ንምንታይ እዮም ኣድቨርታይዝ ዝበሃል ኣድቨርታይዝመንት እንድሕር እዚኣ ምሳይ ርኢኽያ ገፀይ እንድሕር ፈቲኽዮ ክትገዝእያ ከለኺ እቲ ሳብኮንጀስ ማይን ድኽን እንታይ ይሓስብ ኣሎ ንዓይ ትመስል እዩ ዝመስል ንሓደ ኣርቲስት ኣምፂኻ ክትፀርፎ ከለኻ ብሕቑ እንድያ እዚኣ ወላ ሓንቲ ክሳይ የብላን እቲ ሳይኮሎጂ ግን ንዓኹም ክርዳእኩም ነቲ ሰብ ዳውን ኣይከውን እዚኣቶም ሓያላት ክንደይ ሽግር ዝመከሩ ክንደይ ነገር ዝሓለፉ ኣርቲስት እዮም ናተይ ድፈንድ ምግባር ኣድልዎም ኣይኮንኩን ድፈንድ ክገብሮም ኣይኮንኩን ድመጽእ ዘለኹ ንዕኦም ኣነ ድፌንድ ክገብር ዝደሊ ዘለኹ ነቲ ናህና ሕብረተሰብ ዘለና ኣተሓሳስባ ነቲ መንእሰይ ሓንጎሉ ክከላኸል ንመን ይሰምዕ ኣሎ ክርኢ ክምዝምዝ ምሻሎ ላይክ ምስ ትውዕል ተኾንካ ምስ ሓደ ሰብ ንዑ ትሰምዖ ትውዕል ተኾንካ ከምኡ ኢኻ ትኸውን እቲ ስድነት ይፈሪ ኣሎ ሶ ንሓደ ኣርቲስት ሙሉእ ዕድሚኡ ደራፊ ኮይኑ ንሃገሩ ዘገልገለ ደራፊ ኮይኑ ፈቆዶ ፈስቲቫልን ፈቆዶ ክስታይን ከይዱ ዝለፍዐ ኣልዒልካ ከምዚኣ ከምዚኣ መን ኢኺ እስኺ መን ትበሃሊ መን ፈልጠኪ ንዓኺ በጭካ ስድነት ታለንት የብልኪ ገለ የብልኪ ንቆልዑት ጸሪፍኪ ዓባይ ሰበይቲ ንቆልዑት ኣዋሪድኪ ፌመስ ንነብስኺ በቃ ርኣዩኒ በቃ ሬሳ እኮ እዩ በቃ ድሞተ ሰብ እኮ እዩ ከምኡ ዝገብር ኣነ እኮ ብጣዕሚ እየ ዝንዕቃ ከልዕላ ክዛረበላ ግንስ ኣይደልን እየ ግን ንስኻትኩም ክትስኡ ደልየኩም ኣለኹ ህዝብኹም እዩ ዝዋረ ዘሎ ኣርቲስትኹም እዮም ዝዋረዱ ዘለዎ ካልቸርኩም እዩ ዝበላሾ ዘሎ ባህልኹም እዩ ዝበላሾ ዘሎ ፅላኣት ናይ ህዝቢ ኤርትራ ዘለዎ ሰብ ኣለልዩ ይብለኩም ኣለኹ ኣነ መንእሰይ እንድሕር ሓንጎሉ ባላሽኻዮ መንእሰይ እንድሕር ትሩፋ ጌርካዮ መንእሰይ እንድሕር ዳነ ንሕድሕዱ ዘይከባበር ስዲ ብፀርፊ ክፃረፍ ዝውዕል ትፈልጡ ዲኹም ገሊኦም ንዓ ስለ ዝፈልጥዎ ከም ዘፈራርሑ ሰብ ኣብ ሶሻል ሚድያ ምፅኻ የዋርደካ ኣብ ሶሻል ሚድያ ንኹሱ ከም ኢልኪ ጽረፊዮ በል ከይብላ ትፈልጢ ዲኹም ከምኡ ኢሎም ዘፈራርሑ ከም ዘለዉ ነቲ ጸርፊ ንላመዶ ኣለና ነቲ ስድነት ንላመዶ ኣለና ነዚ ንኽሰርሑ ንህዝቢ ኤርትራ ፋሕ ከብሉ ብዙሓት ሰባት ብሰንኪ ሕስድናን ብሰንኪ ቡድድነትን ዝተሳ- ዝተዋፈሩ ሰባት ኣለዉ ተበራበሩ ብለኩም ኣለኹ ኣነ ኻኒ እቶም ደስሕቑና ንፈልጦም ኢና ንሰሓቕ ንፀወታ ኢሎም ድመፁ ንፈልጦም ኢና ከዘናጉዕና ዝመፁ ንፈልጦም ኢና ምዝንጋዕ ምጽዋት ንሰባት ኣልዒልካ ምቅላል ገለ መልታት ናይ ሰሓቅ ተኮይኑ ሓላል ጽቡቅ እዩ እዚ ነቶም ኣርማ ናህና ነቶም ክብርታት ናህና ረፕረዘንት ዝገብሩ ብዓቅሞም ኦፍ ኮርስ ሙሉእ ሰብ የለን ክጋገዩ ይኽእሉ እዮም ነዚኦም ምህራም ነዚኦም ምጽራፍ ዘላምዱኹም ደለዉ ግን ነቲ ኤርትራውነት ውሽጣዊ ቅርሕንቲ ውሽጣዊ ጽልኢ ዘለዎም ጽልኢ ኣለኒ ንኤርትራውነት ኣይብለካን እዩ እዚ ክርዳኣኩም ኣለዎ ንዝተጋገየ ሰብ ተጋጊቶ በልሱ ሓራይ ንፉዓት ነቂፎም ትብሎም ንሓንቲ ሓዳራ ጌራ ወሊዳ ጠኒሳ ሓሪሳ ትኸይድ ዘላ እንታይ ዓይነት ሕስድና እዩ እዚ እሱ ደይ ኮና ንደል ዘለና ንሕና ናይ ፋሚሊ ህዝቢ ደይ ኮና ንሕና መንእሰይ ኮይና ነዚ ኩሉ መኪታ ሓዳር ጌራ ጠኒሳ ሓሪሳ ዋ ርስሓት ሒዘን እንዳመጻስ ገዛ ክንተሰቲርክን ዘይትሕባኣ እንታይ ኮይነለን ክሕባኣ ደየርእያናኸ ደይሳገራኸ ሓዊ ደይጠንሳኸ ዘይወልዳኸ ዘይርእያናኸ ንምንታይ ንሕና ከ እንታይ ጽቡቅ ቆልዓ ንሕና ከ ደይንርኢ ኣነ ክርኢ ደልየ ቆልዓ ኣነ በዓልቲ ሓዳር ኤርትራዊ ጓል ኣንስተይቲ ምስ ኤርትራዊ ወድ ተባዕታይ ተመርዕያ ሓዳራ እንዳ ገበረት ከላ ክርኢ ይደሊ ኣነ ንዘን ቆልዑት ክርእየን ይደሊ እየ ሰንሰብ ሓዳር ክስዕስዓ ምሰ ሰብኡተን ኮይነ እንዳ ተሰዓዓማ ክኣትዋ ይደሊ እየ ኣነ ደስ ይብለኒ እዩ ዩ ኖ ዋት ኣይ ሚን እንታይ እሞ ክሕስወለይ እንታ ሽኮሪና ኣነ ደስ ብለኒ ብጣዕሚ ደስ ትብለኒ ክሪኤን ከለኹ ደልየን እንድየን ገይረንኦ እንድሕር ደይደልያ ብሓይሊ ተኮይኑ ኣይብለንን እዩ እንድሕር ፈትያ ትገብሮ ኣላ ኮይና ግን ደስ ይብለኒ ኣነ ሓሪሳ ጠኒሳ ተቢላ ክርኢ ከለኩ ደስ ይብለኒ እዩ ኣነ ኦኬ ብምርጩ ሰብ ክነብር ስለ ዝደሊ ማለት እዩ ሶ ፕሊስ እቲ መንእሰይ ተፋቕር ተፃወት ነዞም ኢትዮጵያ ዘለዎ ኣሕዋትና ነዞም ኣብ ኡጋንዳ ዘለዎ ኣሕዋትና ተኽኢልና ንሓግዞም ተደይክኢልና ከዓ ኣፍና ንሓዘሎም